ሰላም ክቡራት ተኸታተልቲ መደብና እዚ ካብ ሳቫና ሓበሻ ኢንተርቴንመንት ዝፍኖ ኮይኑ ኣብ ካርቱም ሱዳን እዩ ናይ ሎሚ ክቡር ዕዱምና ተዋሳኣይ ኮሜድያን ጸሓፊ ደራሲ ብዝተፈላለየ ሳጓታት ዝፍለጥ ኮይኑ ኣባል ቀዳማይ ዙርያ መድሃኔ ዓባይ ወደባይ ወይ ድማ ብሳሜን ወዲ ሽሎ እዩ ዝፍለጥ ብስፍሕ ብዝበለ ዕላል ናብኡ ከብለኩም እየ መድረኽ ናብ መድሃኔ ኣባይ ወዲ ኣባይ መጀመርታ ከተላልየና ነብስኻ።
ሽመይ መድሃኔ ኣባይ ይበሃል። ኣስመራ ተወሊደ ኣስመራ ዓብየ። ገዛ ማንዳጥልያን ከባቢ እንዳ መዲና ኣለም ወይ ከዓ ኤምባሲ ሱዳን ዶሎ ሕጂ ማለት እዩ። ብዝኾነ ኣባል ቀዳማይ ዙርያ ኮይነ ኣብዚ ሕጂ ዘለናዮ ግዜ ልክዕ ብናይ ስንኩላን ተፋንየ ኣብ ትሕቲ እንዳ ስንኩላን ይርከብ። እሱ ጥራሕ ደይኮነ ግን ኣብ ኣስመራ ተወልደ ኣብ ኣስመራ ክዓቢ ከለኹ ናይ ኣስመራ ባህሪ ጥራሕ እየ ዘይኮንኩን ዓብየ። ካብ ኣስመራ ብሃገራዊ ኣገልግሎት ይኹን ብስራሕ ይኹን ኣብ ዝተፈላለየ ዓድታት ሃገርና ስለ ዝኸይድ ነበርኩ ነቲ ሕብረተሰብ ናይ ኩሉ ባህሊ ሒዘ እየ ዓብየ። ቀንዲ ግን ኣስመራ ተወልደ ኣስመራ ዓብየ። ስጋዕ እዚ ሕጂ ዘለኹዎ ከዓኒ ኣብ ትሕቲ እንዳ ስንኩላን ኮይነ ብሕክምና ናብ ሃገረ ሱዳን መጽየ ማለት እዩ። ኦኬ መድሃኔ ኩሉ ግዜ ሰብ መን ይሽምካ ክብለካ ከሎ ትብላ ኣላ እስከ ናብኣ ንኣቱ።
እወ እሳ ሕጂ ከም ልምዲ ዝኾነ ኣብ ዝኾነ ኣጋጣሚታት ወላ ኣብዚ ኣውድዮ ተዘርጊሑ ነበረ ናተይ ዕላላት ሽመይ መድሃኔ ኣባይ ገብሩ ገረማርያም ኣካሉ ተስፋይ ጋንጉይን እታይ በሃላይ ኣፈይ ጸባብ ከብደይ ተርባብ ድምጸይ ዑፍ ወነይ ዝዋናጭፍ ቅድሚ ሰብ ተወሊደ ድሕሪ ሰብ ተሪፈ ሓንጥሸው እንተበልኩም ሓርካ ትብለኒ ሽወደን ኣላትኒ ሽማ ክነግረኩም ገንዘብ ዶ ትብኒ ዝመእተዊ መውጽ ከኣ ጌና እዩ ትብል ቢኢናፍ ፎር ቦዝ ኦፍ ኣዝ ዊ ዊል ኢች መይ ነቨር ኬሪ ባስንጀርስ ዘር ኣር ኖማድስ ኤን ኖማድስ ዊዝ ፐርሰን ዊች ትራቨልስ ሳዋ ጎይን ጉድ ሳዋ መድሃኔ ከይድዋ መሃሮም ስዕዋ ዋዋ ጅምር ስግር ኣለዋ ኣዘንባይ ምስ ወደባይ ዋንደይ ምስ ኣደይ ዋን ሲስተም ምስ ሲስተር ኣይኮነን ምስ መኮንን ምስ ሄለን ዘረባ የለን ፍንሽን ዘይብሉ ኦፕሬሽን ክልተ ርእስቲ ብሓንቲ ድስቲ ኢለ ይላለ ነይረ ብጣዕሚ ፅቡቕ መድሃኔ ዕላል ክኾነና መዓስ እዩ ሓዲርካ እዚ ድሕሪ ስነ ጥበብ ካብ መዓስ እዩ ክፍለጠካስ
ስነ ጥበብ ክንብል ከለና ስነ ጥበብ ብሓፈሻ እቲ ጥበብ ካብ ኣምላኽ ይጅምር ጥበብ መጀመርታ ካብ ኣምላኽ ተዓዲላ ናብ ሰባት ከኣ ወሪዳ ገለ ገለ ግን ድተዓደሎን ደይተዓደሎን ኣነቲ ጥበብ ከጸብቖን ገለ እውን ከበላሽዎን ትርኢ ኢኻ እዚ ሕጂ ሓቅታት ዘለዎ ኩሉ ሰብ ዝፈልጦ እዩ ስነ ጥበብ ስቕ ኢልካ ትወስዶን ኢኻ ክዳን ኣይኮነን ስነ ጥበብ ትዕድልቲ እዩ ኩሉ ሻዕ ድብላ ምስላ ኣለሃኒ ኣምላኽ ባሎንጓ እምበር ሕልበት ኣይበካን ኣምላኽ ባሎንጓ እምበር ሕልበት ኣይበካን እዩ እቲ ዝሃበካ ዕድል ዕድመ ጥዕና ስነ ጥበብ ብትኽክል ከተምጾ ከለኻ ጥበብ ከዓ ብተዋሳኢ ጥራሕ ዘይኮነ ብዝተፈላለየ መካኒክ ኮንካ ኤሌክትሪሽያን ኮንካ ናይ ገዛ ስነ ጥበብ ኩሉ ብጥበብ ጽዋዕ እቲ ጥበብ ግን ነናቱ ሰብ ነናቱ መግለፂ ኣለዎ ሕጂ ኣምላኽ ባሎንጓ እምበር ሕልበት ኣይበካን እዩ ክብለካ ከሎ ኣምላኽ ባሎንጓ ነዛ ምድሪ ክዘርኣላ ከሎ እቲ ዕድል ሂብካ ዕድመ ሂብካ ጥዕና ሂብካ ነዚ ስርሐሉ ነዚ ተዘይጠቐምካሉ ግን ኣምላኽ ኩሉ ፈትፊቱ ኣይኮነ ክብካ ዘርኢ ሂብካ ኣሎ እቲ ዘርእኻ ግን ባዕልኻ ከተፍልሶ ክትገል ኣለካ ስለዚ ስነ ጥበብ ዝበዝሐ ዳርጋ ከምዚ ሰማንያን ሓሙሽተን ካብ ሚእቲ ከምዚ ከማይ ብሰንኪ እቲ ዝነበረኒ ናይ ስንክልና ጸገም ገለ ድዩ ኣየቕረብኩን። እቲ ከቕርቦ ከለኹ ግን ኣብ ኣውድዮ ኣብ ዝተፈላለየ ቦታታት ብሰንኪ እቲ ዝነበረኒ ሽዑፍቲ ግዜ እቲ ኣየቕረብኩን ነይረ። ግን ብኣውድዮ ዝዝርጋሕ ንብረ ቅድሚ ዓሰርተ ሓሙሽተ ዓመት ብዙሕ ሰብ ይፈልጦ እዩ። ወዲ ባይ ዓለም ምሉእ ዝፈልጠኒ ኮይኑ ዝስምዐኒ ስቕ ኢለ ብገዛ ገዛ ዘዕለልኩዎ ድዩ እንዳ ሻሂ ዘዕለልኩዎ?

እስከ ናበይ ምኽንያት ክገልጸካ እወ
ኣብ ሳዋ ሳዋ ብበረኻኣ ኢና ንፈልጣ ግን ሕጂ ሰብ ክሪኣ ከሎ መዓት ኮላሳ በለሱታት መዓት ፍሉይ ነገር ተሰሪሕዋ ኣሎ ኣነ ክሪኣ ከለኹ ካሊእ ዓዲ እዩ ኮይኑ ዝስምዐኒ ብቲቪ ገለ ዝተፈላለየ ቦታ ክሪኦ ከለኹ ሓደ መዓልቲ ከማን ከይደ ነይረ ከባቢ 17 ዙርያ ገለ እንዳተዓለሙ ከይደ ነይረ እዋ ክንጥሕሳ ደኣ እምበር እሳያስ ኣዋይ ኢለ ደው ድብል ኣይመሰለኒ ኣብኡ ማይ ንስተ ከሽኑና ድዮም ኢለ ፍቲ መንገዲ እንዳኸድና ኣነ ግን ተራእኹዋ ሳዋ እያ ኣነ ድፈልጣ ግን ብበረኻ እያ ድፈልጣ ብሓፈሻ ግን እቲ ናይ ሳዋ ትሕዝቶ ከም ዘለዎ ኮይኑ ኣብ ሳዋ ናይ ውትድርና ነገር ዘይፈልጦ ሰብ የለን ምስ ኣዋልድ ክትራኸብ ኣይትኽእልን ኢኻ ኣዋልድ ኣለዎ ቦታ ክትከይድ ኣይትኽእልን ኢኻ ወታደራዊ ስለ ዝኾነ ብወታደራዊ ሕጊ ኢኻ ትኸይድ እተን ደቂ ኣንስትዮ ኣብቲ ባህሊ መራኸቢ ስተጅ ኣሎ እተን ደቂ ኣንስትዮ በይነን ኮፍ ብላ እስኻ ከዓ በይንኻ ኮፍ ትብል ኣብ መንጎ ንኸይትራኸብ ናይ ፀጥታ ኣለው ብርሑቕ ዝፈትኹዋ ጓል ነይራ መልክዓ ካብዘን ኣብ ዘለዋ ኣይትበልፅን እያ ግን ፅብቕቲ እያ ብዓይነይ ከዓ ሞናሊዛ እያ ኣብቲ ግዜ እቲ ብኣ እንዳተሓመስኩ ከለኹ እዛ ጓል ንዓኣ ርእየያ ዋኡ ድባይ ንህልታ ቆልዓ ትብላ ነበርካ ዩዲት ኣምቼኣ ትበሃል ዩዲት ኣምቼ እወ ንህለት ገለ ወረቐት ጽሒፈ ኣለኹ ኣድራሻይ ብርጌደይ ብርጌድ እዩ ነይሩ ሽዑ ክፍለ ሰራዊት ኣይነበረ ብርጌደይ ጽሒፈ ሽመይ ጽሒፈ እታ ወረቐት ተሰደድኳ ጠንቃም ንፋስ ጠዊው ኣብ ሰለስተ ኣርባዕተ ኣዋልድ ኣለዎ ክዓሉ ከልዕላ ኣርእየ ኣለኹ ናብ ስለ ዘለዋ ግን ክህባ እየ ደቂ ሓዶ ኣየን ትኾና ኢለ ተዕሽሙ ገይረ ድሕሪ ሰለስተ ኣርባዕተ መዓልቲ ወደባይ ወደባይ ወደባይ ሕጂ ክትሕባእ ቁሩብ ደልያ ነበርኩ ሳጓ ነራት ዘሪጋ ትብል ሳጓ ነራኒ ወደባይ ዘሪጋ ናይ ባኒ ይፅውዐካ ኣሎ ናይ ባኒ ናይ ማይ ሰኣ መብጽሒት ቡስጣን እንዳ ጉየኹ ኸይድ ንስኻ ዲኻ ወዲ ኣባይ ትበሃል እወ እንካ በል እዛ ቡስጣ ናባኻ እታ ቡስጣ ተረኣኹዋ ብቪ ቅድሚ ክፋትካ ፍሽኽ በል ቅድሚ ክፋትካ ፍሽኽ በል ደኣ ንፍሽኽታ ትጸሎ የለን ሒዘ ኸይድ እዛ ኩላ ጋንታ ትእክበኒ እስኪ ክንሪኦ ገለ ብድነኖ ኣብ ጽምዋ ኮይነ እየ ደንብባ ገለ ኢለ ተረኣኽዎ ግጥሚ ጽሕፈት ዕንበባ ዝሓዘ ኣጻብዕቲ ቃል ኪዳን ደለዎ ገለ ዋእ ቅድሚ ምማትካ ቅድሚ ቅድሚ ክፋትካ ፍሽኽ በል ዋእ እንታይ ደኣ እዚ ደኣ ቅድሚ ክፋትካ ፍሽኽ በል ደኣ ካብዚ ዝበልጽ ዘረባ የለን የንብብ ኣነ ልክዕ ከባቢ ናቕፋ ኮይኑ ገዛውተይ ልክዕ ኣይትፈልጠን ኢኻ ግን ወረቐትካ ብሰማይ ድያ ካባኻ ድያ መፅያ መልእኽትኻ ስለ ዝረኣኽዎ ሽመይ ባህጉ ይበሃል ባህጉ ግርማ ይበሃል ከባቢ ናቕፋይ ዓበይ ሓዊ ክትኮነኒ ጎኒ ክትኮነኒ እቲ ዕምበባ ተተቐቢልካ ከዓ ካልኣይ ክትኮነኒ ስእሊ የብሉን ገለ የብሉን ዕምበባታት የድርዶ ኣለኹ ሰይ እዚ ደኣ ኣብ ሳዋ ከዓ ፅቡቕ ድያለው እዩ መሰጋገሪ እዩ ኣነ ከዓ ወቂጠን በዓል ባኒ በዓል ባኒ ዘመደይ ገይሩ እየ ኣኮይ ድዩ ኣሞይ በቃ ጽቡቅ ገይሩ ድፈልጠኒ እታ ደብዳቤ ብጌጋ ንካሊእ ሰብ ክህባ ኣይክእልን እዩ ወዲ ኣባይ ናይ ባኒ ከይድቅበል ይጽሕፍ ታዕሊም ረሲዐ እየ ባኒ ጎየኻ ናፍታ ብስጣ ኮይኑ ጽሕፍ ይጽሕፍ ጽሕፍ ሽዱሽተ ወርሒ ሽዱሽተ ወርሒ ምሉእ ክትጸሓፍ ኣብኡ ዘሎ ስእሊ ገለመለ ግደፎ መመረቕታ ኮይኑ ምስ ተናዋልድ ተሓዋወስ ቤተሰብ መጽኦም ርእ ተሓቋቆፍ ኮይኑ ዳሓጽባ ዋል ጸንሓኒ ነሹኪ ሓንሳእ ከዘርብ ክእል እንታይ እዩ እወ እዚ ዳሓምሻይ እንድዩ እወ እሞ ባህጉ ትበሃል ደኒ ባህጉ ባህጉ ድማ ናይ ዳሓን ናይ ዳሓን እየ ሓዋ እየ ኣይዋ እቲኣ ትሪኣ ኣለካ እዛ ቴንዳ ወ ንዓ ነዛ ቴንዳ ምስ ሓለፍካ ሳልሰይቲ ቴንዳ ካብታ ሳልሰይቲ ቴንዳ ሓንቲ ፅልም ዝበለት ኣላ ብኣ ጌርካ በታ ሓበሬታ ሓንቲ ኩሹፍ ተዓጢቓ ትጸንሓኒ ከም ዝበሃል ባህጉ ዝበሃል ካልኣይ ብርጌ ካልኣይ ቦጦሎኒ ሳልሳይ ሓይሊ ይብላ በዚኣ በዚኣ በዚኣ ኣብ ኣፍ ደገ ቴንዳ ሓንቲ ትጸንሓኒ ሕጂ ማለት ሰብ ከከም ተፈጥሮ ድፍጠር ሽዱሽተ ወርሒ ምሉእ ደብዳቤ ጽሒፈ ግዜ በሊዐሲ በቃ እቲ ዝተወርዶ ነበረት ቃላት ከዓኒ ብጀካ ወይ ካብ ሰማይ ወይ ካብ ገለ ፍላስፋ ተዘይኮይኑ ካብ ካልእ ክመጽኡ ትብልኒኻ ሓንቲ ጓል ንውሕ ኢላ ቅርጻ ባዕላይ ኣምጺኣቶ እምበር ብተፈጥሮ ይብለኒ እተፈላለየ ኮይና ጽንሐኒ ተረኣኽዋ ጀብጀብስና ውዋእ ሰላም ባህጉ ደሊ ነይረ መዳ ደኣ ከይትኸውን መዳ ደኣ ከይትኸውን ትብለን እዋ ንስኺ ባህጉ ዲኺ እዋ ናይ ባህጉ እታ ደብዳቤ ፅሕፍልኒ ንብል እው መዳ ኣነ እየ ስሓቕን ይሓቁፍ ተደኣ ተዋሂብኒ እዩ ማይ ቻንሰ ኢዝ ፕሬግናንት ኢለ ተቐቢለ ተደኣ ምክገብር ምስተን ኣሕዋታ ንህለክ መፂ በላ መዳ ተባሂሉ እውይ መዳ ነስሓቐና ነርካ መዓት ፅፍት ቅድሚ ኢለ ብልዓስተ ኮይኑ ኣጋጣሚ ዲኣ ክሪኣ መፅን በል ነዛ ሓፍትኻ ኩሉ ሰዕ ሓለዋ ጎንኻ ግበራ ኣነ ከዓ ኣኣብ ዝኸድኩሞ ቦታ ደድሕሪኹም ክስዕብ እየ ብል ዋእ ጽቡቅ ተራኣኻ ጓል ልግብ ኣሚርን ኮላን ኮይና ፍቅሪ ቦታን ዓድን ከም ደይፈሊ ብምልማድ ፍቅሪ ነግራሚ ሒዝኒ ንፍቅሪ እንታይ ኢለዮ ፋርኬታ ንፍቅሪ እየ ረጊመ ከም ዝመስል እየ ሻያ ባህጉሎም ኣ ማለት እዩ እወ እዚ ዝተፈላለየ ኣብ

ግዜ ኣነ ዝዝከረኒ እቲ ብዙሕ እንድዩ ብዙሕ ዕላላት እዩ ዘሎ ግን ብሓፈሻ ካብቲ ዘጋጠመኒ ካብቶም ጋንታና ወዲ ኩናማ ድበሃል ወዲ ጋንታይ ነይሩ ሕጂ ወርሒ ሸውዓተ እዩ ነይሩ ኣብቲ ወርሒ ሸውዓተ ማይ ድወቅዕ ነበረ ሽዑ ዝነበረ ንፋስ ሽዑ ዝነበረ ዛሕሊ ንሰብ ነጊርካ ብዕላል ክመፅእ ኣይክልን እዩ ኣብኡ ዝነበረ ክኸውን ኣለዎ ክምስክር ተኮይኑ ዋርድያ ትኸውን ቀዳማይ ንዓይ ሳጓይ ዘሪጋ በሃል ነይረ ሽዑ ድሪጋ ድሪጋ ለን መርሓባ ድኽናማ ዋርዲያ ሃይሉ ነቲ ነቲ እንደ ትስኣዮ መርሃ ጋንተና ሃይልካ ዋ ራይ በል ዓጢቐ ዋርዲያ ውፅ ማይ ይወቅዕ ኣሎ ወርሒ ሸውዓተ እዩ ንፅባሕ ይታ ደሪጋ ዋርዲያ ሃይሉ ዋታ ካልኦት ኣለዉ ንኣ ሃይልካ እብለንኻ መሊሱ ነቲ ሓደ ሓላፊ እንታይ ይበሃል ወደይ ኣብ ሳልስቱ ከምኡ ደሪጋ ኦ እዚ ደኣ እሞ ኸጸለኒ እንዲለ ካብ ካሊእ ሓይሊ ሴኮ ሰዓት ሽዑ የለዋን ካብ ካሊእ ሓይሊ ለሚነ ሴኮ ሰዓት ከምፅ እሱ ዝፈልጣ ጥይት እያ ቁፅሪ እንዳቆፀረት ትኸይድ ጋንታና ቀዳማይ ዋርድያ ክወፅ እየ ናይ ድሓን ዳ ዘሪጋ ናይ ድሓን እዩ ቀዳማይ ዋርድያ ድሕሪ ፍርቂ ለይቲ ማለት እዩ ካብ

ዋእ ደሪጋ እዚ ይፈልጦን እየ ኢልኒ ሴኳ እዩ እዛ ቀጣን ትሪኣ ኣለኻ ትክትክ ትብል ደላ እወ እሳ ደው ምስ በለት ነቲ ተሳእየ እየ እታ ናይ ደቂቅ ሙሉ ለይቲ እያ ክትዘውር ክትሓድር እሳ እዚኣ ቀጣን እወ እዚኣ ደው ምስ በለት ንኸትዘው ሕራ ኢልኒ ኣብታ መደቀሲ ይኸውን ማይ ወቃዕ ኣሎ ኣያያያያ ይብል ተሲኤ ተራእኹ ንሱ ተራእኹ ንሱ ተቶም በላብ ተቶም በላብ ይብል በቃ ተቶም በላብ እያ እታ ናይ ሰከንድ ትክትክ ትብል ኣላ መጨረሻ

እወ ድሕሪ ናይ ድፋዓት ካብ ኣስመራ ናብ ድፋዕዳ ቀልጢፍካ ወሲድካና ካብ ሳዋ ናብ ድፋዕዳ ወሲድካና ከም ድፍረት ኣይትቁጸሮ እምበር ካብ ቀዳማይ ስካዕ ሳልሳይ ወራር ኣብ ድፋዓት ነይረ ኣብቲ ዝነበርኩሉ ሕጂ ይዕሊልካ ክውዳእ ድኽእል ኣይኮነን ግን ብሓፈሻ ጽቡቕ ነይርዎ ሰሓቕ ነይርዎ ኣብ ድፋዕሲ ንኩናት ኢኻ ተዳሊኻ ዘለኻ ብሓፈሻ እንታይ የጋጥም ፍሉጥ እዩ ብሓፈሽኡ ሰንኪለ ርእሰይ ተወጊኤ እየ ኣብዚ ወራር። ኣብዚ ዝተወግእኹሉ ብሳልሳይ ወራር ከባቢ መረብ ሰቲት ዓደይ ቅበጽን ድበሃል ብጽብራ ኣብ ተወግእኹሉ ድሕሪ ናይ ዓሰርተ ኣርባዕተ መዓልቲ መውጋእቲ ዓሰርተ ኣርባዕተ መዓልቲ ኣብ በረኻ እቲ ዘለኻዮ ኩነታት ግድን ዝኾነ ሰብሲ ክርድኦ ድኽእል እዩ። ናይ ኩናት ሲ ኣብ ጥቓኻ ኦራል ትቃጸል ኣላ፣ ታንክ ይቃጸል ኣሎ፣ ሰብ ሞይቱ ኣሎ፣ ኹናት መርዓ ኣይኮነን ሰቲ ኮነ ድነስነስ ሰብ እዩ ሕጂ ብሓፈሻ በቲ ኮይኑ በቲ ግን ኣብዚ ግዜ እዚ ተማሪኸ እግረይ ርእሰይ መውጋእቲ ነይርኒ 14 መዓልቲ ኣብ በረኻ ክትገብር ከለኻ ከቢድ እዩ ሕጂ ከምዚ ኣጓኒፍኒ 14 መዓልቲ ኣብ በረኻ ጌርና ሕድሕድና በልዒና ቆፅሊ በሊዕና ኢለ ንሓደ ሓመዓር ከይድበሃል ከምዚ ተማሪኸ ምስ መፁኹ ንኤርትራ ማለት እዩ ከምዚ ኢልናስኒ 14 መዓልቲ ሓንሳዕ ሒሖት ሓንሳዕ ቆጽሊ እንዳበልዕና ቀኒና ይብሉስ ዋእ እንታይ ትብል ኣለኻ ወዲ ኣባ ኢልኒ ጸያፊ መላሕሱ እዩ ኣይወደን በዓልከይ ዓስንትን መዓልቲ መዓንቲ ቆጽንን ሒሖትን ካብ በንዕኹም ደኣ ወንሕን ክንተቕንን ካዕ ይብሓኒ ኢኹም ማነት ኢልኒ እወ ሕጂ እቲ ዝነበርናዮ እቲ ዝወዓለ ኣብቲ ኩነታት ዝወዓለ ጥራሕ እዩ ዝፈልጦ ብድሕሪኡ ኮታ ተማሪኽና ካብ በዓል ዓዲ ሃገራይ ኣክሱም ካብ ኣክሱም ቄና ቆቢዓ ትበሃል ቦታ ካብ ቄና ቆቢዓ ኣዲስ ኣበባ ካብ ኣዲስ ኣበባ በዓል እዚ ፍቼ ኣላማጣ ከድና ንደዴሳ ጠረፍ ሶማል ማለት እዩ ዶብ ሶማል ኣብኡ ደዴሳ ዝበሃል መዓስከር ሓሙሽተ ዓመት ገርና ኣብኡ ብዙሕ ኩነታት እዩ ብዙሕ ነይሩ እስከ ኣለና ናይ ደዴሳ ህይወት ብፍላይ ኣዝዩ እቲ ናትካ ኮሜድታት እውን ምስኡ ዝተሓሓዝ ብዙሕ ነገራት እኒሀዎ። ሕጂ ናይ ድዲሳ ህይወት ክትዕለ ነበሩ ከመይ ነይሩ ዝተማረኹ? ደዴሳ ክትብል ከለኻ ካብ በዓል ለቀምቲ እ፣ ከባቢ ናይ 270 ኪሎ ሜተር ካብ ኣዲስ ኣበባ ከዓ ከባቢ ሽሕን እ፣ ሰለስተ ሚእትን ኪሎ ሜተር እዩ ጫካ በረኻ እዩ ብውሕጅ ዝተኸበበ መዓስከር እዩ መንደቑ ትሪኳላታት ዝኽልክል የብልካን ኬድካ ናብ ውሕጅ ኢኻ ተመሊስካ ናብ ውሕጅ ኢኻ ግን ኣብ ማእከል እቲ መዓስከር ኣብኡ ዝነበርናሉ ግዜ መቸም ቁጽሪ ብዘይገድስ ዝነበርና ምሩኻት ኣብቲ ግዜ እቲ መስሓቕ ህይወት ነይርዎ ሽግር ነይርዎ እዩ ግን ድበዝሐ ነቲ ጽቡቕ ስለ ትዝክር ኣብኡ ዘጋንፈና ነበረ ሕጂ ከም ልብ ወለድ ጌርካ ከም ዕላላት እንዳገበርካ ነቶም ውጉኣት ምሳና ዝነበሩ ናይ ምጽናዕ ብዙሕ ናይ ክራር ገለ እንዳ ሃረምካ ንእሽተይ ኮሜዲ ኣብ ካሴት እንዳ መልእኹ ዝርግሕ ኔረ ኣብ ውሽጢ ደዴሳ ሕጂ ኣብ ውሽጢ ደዴሳ እዚ ከመሓላልፍ ከለኹ እቲ ካድረ ናይ ወያነ ውሽጢ ግዜ እቲ ዝነበረ ይነግርዎ ካሴት ጌሩስ ከምዚ ይዝርግሕ ኣሎ ኢሎም ስ ካብቲ ውሽጥና ከብዲ ንከብዲ ክትብድላ ከላ እታ ነብሲ እያ ትህሰ ግን ኣብ ውሽጢ ከብዲ ደሎ ማለት ሲ ሓው ንሓውስ ቁሩብ የሕሊፍካ ናይ ምሃብ ኔሩ ከምኡ ምስ ገበሩ እቲ ኻድረ መጺኡ ንዓይ ይዛረበኒ። ሕጂ እተን ኣዋልድ ምሳና ዝነበራ ከባቢ ብዝሒ ነይርና እንድዩ። ኣብቲ ብዝሒ ዝነበረና ግዜ ግን እቶም ውጉኣት ናይ ስንክልና ዝነበርናን እተን ደቂ ኣንስትዮ ውጉኣት ዝነበራ ምሳናን ሕጂ ኣጋጣሚ ዝወለዳ ነይረን ኣብ ድፋዕ ነብሰ ጾር ነበራ ድየን ወላ ኣብኡ ተፋቒሮም ወለዳ ነይረን ሕጂ ተኻድረ መጺኡ ከመይ ውዒላትኩም ኣባላ ሻዕውያ ኣብዚ ናይ ልማዓልቲ ፕሮግራም ወይ እውን ፕሮፓጋንዳ ብመበገሲ ደባድብ ኤረ ኢትዮጵያ ለይኾነ ክንዘራረብ ኣብዚ ምርኮ ሻዕውያ መዘመርያ ክትመፁ እንተለኹም ከባቢ 4500 እኮ እንተነበርኩም ባዕልኻትኩም እናተፋረኹም ግን 17000 ትበፅሑ እኒኹም እዚ ስላእ ጥራሕ ደይኮነያ ካብ ሕዚ ንንያው ሱቅ ኢልካ ምፍራይ ኣይፍቀድን መጻምድተይ እያ ኢልካ ኣፍሊጥካ ንመንግስቲ ክኸውን እኒኤዎ ኢሉ እቲ ካድረ ይዛረብ እና ካብ ሽዑ መቸም እንዳፍለጥካ ኮይኑ እቲ ዝምድና ኣብዚ ኣጋጣሚታት ከም ልብወለድ ጌርና ነዕልል ኔርና ከም ልብወለድ ንኣብነት ኣነ ልብወለድ ከዕልል ከለኹ ብርኽ ዝበለ ቦታ ሃቡኒ፣ ጫት ቐረበለይ፣ ኣብቲ ግዜ እቲ ወልፊ ነይርኒ፣ ሽጋራ ቐረብ፣ ባቃ ሃይ ክላስ ኣለኹ ኣነ ማለት እዩ። ኮቦርታ ድርቡልካ ምርኩሰይ ቤት ጸግዒ ገብር፣ ኩላ ሰብ ጸጥታ እያ ትገብር፣ ልቢ ወለድ። ሄለን ነታ ትፈትዋ ኣዲኣ ንምርካብ ካብ ኣስመራ ናብ ሸሸመኔ ዝኸደትሉ ነዲኣ ስለ ዘይትሕግዛ ዝነበረት ሄለን ብዙሕ ጻዕርታት ነይሩ። ኣደይ መዓዝ እየ ዝሕግዘካ ኣነስ ሰብ ኮይነስ መዓዝ እንዳበለት ትበኪ ኣዲኣ ወይዘሮ ፀገወይኒ ዘጓለይ እንድሕር ንዓይ ተሐጉስኒ ኮንኪ ብምሉእ ሞራል ክኸውን ኣለዎ ኣበይ ክፍለ ነዚ ምስ ሰምዑ ስምዕቲ ቆልዓ ብክያት ኣይኮነ ደድሊ ትምህርትኺ ነፊዕኺ ፅባሕ ንግሆ ናብ ፅቡቕ ምስ ትመፅ እምበር ብክያት ኣይኮነ ዓባይኹም እንደይትበልያ ሞላል ንእሽተይ እንደግበላ እንዳበለ በብድምፁ እቲ ልብወለድ ክዕል ከሎ ሸባዕ ሽሙ ቅድሜና ናይ ካልኣይ ወራር ምሩኽ ነበረ። ጭሕሚ በዓል ግርማ እዩ። መጻሕፍቲ ሒዙ ዝኸይድ ዝኾነ ምሩኽ ኣይዛረቦን እዩ። ንሸባዕ ንዓዱ እሞ ተባሂልና። ንሕና ከኣ ናይ ሳልሳይ ወራር ምሩኻት ኢና። ንሶም ከኣ ብዓመት ይቕድሙና እዮም። ንሸባዕ ንዓዱ እሞ ተባሂሉ ሸባዕ ፓስታ ጌርና፣ ጫት ቀሪብና፣ ልብወለድ ክዕለና ተባሂሉ እዩ። ኣብዚ ኣጋጣሚ እዛ ኣብዚ ዝዕላ ዘለኹ ሕጂ ኣብ ናይ ማይናስ ኣነ ቦግናስ እየ ድብሎ ግን ኣብ ናይ ማይናስ ኣብ ናይ 215 ዝተሰርሐ ድራማ ናይ መድረኽ ድራማ ኣብ ሳዋ እቲ ቴኖ ምስ ማይናስ እንዳተዘራረበ ካብዚ ኣብ ኣውዲዮ ዝተዘርግሐ ብቲ ሳሚ ወዲ ሽቁን በዛ ዝብለካ ዘለኹ ኣብኡ ይጠቕስዎ ካብኡ እንዳወሰዱ ማለት እዩ ብሓፈሻ እቲ ሸባዕ መፂኡ ልብወለድ ክዕለና ተባሂሉ በሪኽ ቦታ ሂብናዮ ከም ዝብለካ ፀጥታ እዩ ሽምዓ ገርና ዲምላይት ገርና ዕላል ጅመር ወጀምዓ በሉ ክዕለኩም የሽመ ቤት እያ ትብል እታ ልብወለድ ሸባዕ እዩ ድዕል ደሎ ቅድሜና ዓመት እዩ ገይሩ ምስ ዝኾነ ሰብኣይ ዘረቢ ግርምኡ ከቢድ ሰብ እዩ ፍሉይ ልብወለድ ክዕለና ኢና ንፅበ ደለና እወ የሽመ ቤት እያ ትበሃል የሽመ ቤት ኣበይ ዓብያ ሸሸመኔ ካብ ሸሸመኔ ናበይ ትኸይድ ንኣዲስ ኣበባ ኣብ ኣዲስ ኣበባ ምን ኣሎ ኣቦኣ ንመን ትድውለሉ ናይ ቀደም ዓርካ ሕጂ ብፍሉይ ኢና ንፅበ ደልና ናይ ቀደም ዓርካ እንታይ ይብላ ምፅብላ ናበይ ናብቲ ሲነማ ኣብ ሲነማ ምን ኣሎ እቲ ናይ ቀደም ዓርካ እንታይ ይብል ደለኹ ክፈርስ ድዩ ወላ መሊሱ ይቕፅል እንታይ ትብሎ ነዚ ናይ ቀደም ዓርካ ደልየካ ኣለኹ ንመን ነቲ ናይ ቀደም ዓርካ ናበይ ትቆፅሮ ኣብ ሲነማ ኣብ ሲነማ ምን ኣሎ ኣባ ኣባ እንታይ ብላ ርኢዋ ውፅኢ ንመን ነየሺ መቤ ሸባ እንታይ ኢኻ ንመን ካበይ ናበይ ትብለና ዘለኻ ካሊእ ኣለዎ ድዩ ፀሊእኹሞ ዲኹም ካሊእ ኣለና ኢኻ ማጋ ተጸሊእኹማ ደኣ ኣብ ገዛ ካንሻ እዩ ዮርሳሌም ኣዲኣ ነዲኣ ሓንቲ ጓላ እያ እንታይ ትሰርሕ ነይራ በለ ሽግር ንመን ክትሕግዝ ነዲኣ መን ዮርሳሌም እንታይ ኢላቶ ንገዛ ክራይ መኽፈሊ ብድሕሪ ይኸድ ንትምህርቲ ሸባዕ ካልእ እንድዕ ኣለና እንታይ ኢኻ ትዛረብ ዘለኻ ገለ ብሎ እዛ ኩላ ሰብ ኩሩምታ ከምዚ ምስቲ ካልእ ተጸቢናዮ ዝጸናሕና ሰብ ብሰሓቓትና ሸባዕ ከም ሰቡ ታራ ኮይኑ ልብ ወለድ ከዕልል እየ ምስቲ ኣብቲ ቦታ እቲ ምሳይ ዝነበሩ ደዴሳ መቸም ይፈልጥዎ እዮም እቲ ዝነበረ ኩነታት ኣብቲ ግዜ እትስ ነቲ ሰብ ብዝዓቕመይሲ የፍሶ ነይረ ይሕጎስ ነይረ ማለት እዩ መጨረሻ ሸባዕ ንሃገርኩም ኪዱ ኮይኑ ምርጫ ጌርና ኣብ ኣስመራ ከባቢ ኣምባሳደር ረኽቦ ኣነ ምርኩስ ሒዘ ንሱ ከዓ ምስ ካልኣይቲ ጓል ኸይዱ ሸባዕ ናበይኻ ንኣምባሳደር እንታይ ክትገብር ናይዛ ጓል ክትዕልል እንታይ ክትብላ ፈትወኪ ንበል ነዛ ጓል ብሎ ኣዛ ወደ ባይቲ ዝገድሐና ይብለኒ ምልስ ኢለ ክብለካ እቲ ወጋሕታ ኣብቲ ወጋሕታ ሸባዕ ብእግረይ ደቂሱ ኩላህና ደኺምና ስለ ዝነበርና በብዘለናዮ ደቂስና ሸባዕ ደቂሱ ሸባዕ ሸባዕ መርሓባ ዘርጋ ሕጂ ናበይ ኢኻ ንካሜራኹም እንታይ ክትገብር ክትድቅስ ብድሕሪ ናበይ ኢኻ ንቤተክርስትያን ካብኡ ናበይ ትምለስ ንባኞ በቃ ኣነ ድበለ ክብሪ ዝነበሮ ብደዴሳ ዝረኸቦ ናበይ ኢኻ ሸፋዕ ንደዴሳ ካብኡ ናበይ ኢኻ ክትብለስ ኢኻ ሕጂ እዚኣ ከምዚ ኢለ ዘዕለልክዋ ኣብቲ ኣብ ናይ ማይናስ ኣብታ ናይ 215 ታኣሽሙላ ማለት እዩ